ዝኸበረ ሰላምታና ተቐበሉ ኣብ ዝተፈላለዩ ኩርናዓት ዓለም እትርከቡ ኹቡራት ተዓዘብቲ እዋናዊ ዛዕባ ሒዝና ቀሪብና ኣሎና ምክትታልኩም እንዳዓደምና ፈለማ ቐንዲ ነጥቢ ኔታቶ፣ ኤርትራ እተካይዶ ዘላ ንጥፈታት ምርግጋጽ ውሕስነት ማይ ከም ኣገዳሲ ተመክሮ ክውሰድ ዝኽእል ምዃኑ ባንኪ ልምዓት ኣፍሪቃ ገሊጹ። ኣብ ህንዲ ንፈለማ እዋን ንኤርትራ ወኪለን ኣብ ኣህጉራዊ ፈስቲቫል መግቢ ዝተሳተፋ ኤርትራውያን ተመሃሮ፣ ኣብቲ መደብ ካብ ኣፍሪቃ ቀዳማይ ደረጃ ብምሓዝ ታሪኽ ሰሪሐን። ሕብረት ኣፍሪቃን ባይቶ ሰላም ጸጥታ ሕብረት ኣፍሪቃን ዕላምኦም ክወቕዑ ዘይከኣሉ ዳግም ምደባ ዘድልዮም ልሙሳት ትካላት ምዃኖም ኢንስቲትዩት ፓን ኣፍሪካ ኣጀንዳ፣ PAAI፣ ኣብ ዘውጽኦ መግለጺ ኣፍሊጡ። ኣሜሪካዊ ሰኔተር ንኢትዮጵያ፣ ኢምራት ዓረብን ከቢድ መጠንቀቕታ ከምዝሃበን ተገሊጹ። ላዕለዋይ ኮሚሽነር ሰብኣዊ መሰላት ሕቡራት ሃገራት ኣብ ትግራይ ዝረኣ ዘሎ ወጥሪ ክሃድእ ጸዊዑ ዝብሉ እዮም። ናብ ዝርዝራቶም። ኤርትራ እተካይዶ ዘላ ንጥፈታት ምርግጋጽ ውሕስነት ማይ ከም ኣገዳሲ ተመክሮ ክውሰድ ዝኽእል ምዃኑ ባንኪ ልምዓት ኣፍሪቃ ገሊጹ። ኣብ መስርሕ ምዕቃብ ማይን ሓመድን ኣብ ኤርትራ ውሱን ፕሮጀክትታት ኣብ ቴክኒካዊ መዳያት ይሳተፍ ምህላዉ ዝሓበረ ባንኪ ልምዓት ኣፍሪቃ፣ ኤርትራ ኣብ ምውህላል ጸጋታት ማይ ተጎናጺፋቶ ዘላ ዓወት ንብዙሓት ሃገራት ኣገዳሲ መወከሲ ክኸውን ዝኽእል ምዃኑ ቤት ፅሕፈት ናይዚ ኣብ ኣስመራ ኣብ ዘውፅኦ መግለፂ ሓቢሩ። ቺፍ ካውንትሪ ፕሮግራም ኦፊሰር ባንኪ ልምዓት ኣፍሪቃ ኣብ ኤርትራ ቺፍ ካውንትሪ ፕሮግራም ኦፊሰር ባንኪ ልምዓት ኣፍሪቃ ኣብ ኤርትራ ዝኾነ ኬኔት ኤንዮንጎ ባንኪ ልምዓት ኣፍሪቃ ምስ ሚኒስትሪ ሕርሻ ብምዃን ብምትሕብባር ኣብ ምህናፅ ንኣሽቱ ከዘንቲ ማያት ዘካይዶ ዘሎ ንጥፈታት እወታዊ ውፅኢት ይርከብ ምህላዉ ሓቢሩ። ኣብ ርሑቕ ገጠራት ሓረስቶት ኣብ ዓመት ካብ ሓደ ግዘ ንላዕሊ ከፍርዩ ምግባር ካብ ቀንዲ ዕላማታት ናይዚ ልፍንታዊ ፕሮጀክታት ምዃኑ ዝሓበረ ኬኔት፣ ልዕል ተሳትፎ ሕብረተሰብ ዘለዎ መደብ ምዃኑ ኣብቲ እወታዊ ሸነኹ ምዃኑ ገሊፁ። ኣብ ርሑቕ ገጠራት ዘተኮረ ንጥፈታት ምህናፅ ንኣሽቱ ከዘንቲ ማያት ብዘይካ ዕለታዊ መነባብሮ ሓረስቶትን ጓሶትን ዝፈጥሮ ዘሎ መስተርሆታት ኣብ ምህርታም ትሕተ ባይታኣዊ ማይ ኣብ ኤርትራ ኣገዳሲ ኣበርክቶ ይጻወት ምህላዉ ወሲኹ የረድእ። ኤርትራ ኣብ ምስግጋር ንቑጽ መሬትን ምሕዳስ ኣግከባቢን ኣገዳሲ ዓወታት ተመዝግብ ዝጠቐሰ ባንኪ ልምዓት ኣፍሪቃ ጎኒ ንጎኒ እቲ ብመንግስቲ ዝዕመም ዘሎ ዓበይቲ ልምዓታት መደባትን ምህናጽ ዓበይቲ ዲጋታትን ባንኪ ልምዓት ኣፍሪቃ ኣብ ተስዓን ሸሞንተን ዝኾኑ ዝበጽሑ ምህናጽ ንኣሽቱ ማእኸሎትን ከዘንቲ ማያት ይሳተፍ ምህላዉ ሓቢሩ። ኣብዚ ብተደጋጋሚ ግዳይ ድርቂ ዝኸውን ዞባ ቀርኒ ኣፍሪቃ እትርከብ ኤርትራ፣ ኣብ ምሕላው ስነ-ህይወታዊ ብዙሕነት፣ ምርግጋጽ ሕርሻዊ ኣፍራይነትን ተጎነጺፋቶ ዘላ ዓወታት ከም ኣገዳሲ ተመክሮ ክውሰድ ከምዝኽእል ዝሕበር ባንኪ ልምዓት ኣፍሪቃ፣ ኩሎም ፕሮጀክትታት ብውሽጣዊ ዓቕሚ ዝዕመሙ ምዃኖም ካብቲ ፍሉይነት ናይ ኤርትራ ምዃኑ ኣስሚርሉ። ኤርትራ ብድሆ ናይ ማይ ናብ ዕድል ዝለወጠት ሃገር ምዃና ዝፍለጥ ኮይኑ፣ ኣብ ደቡባዊ ክፋላት ከዘንቲ ማያት ብምህናጽ ናብ ልምዓታዊ ዕማማት ብቐንዱ ድማ ምስፋሕ ቀረብ ዝስተ ማይ ኣተኲራ ከዘንቲ ማያት ክትሰርሕ ካብ እትጅምር ክልተ ዓሰርተታት ዓመታት ኣሕሊፋ ኣላ። ኣብቲ ዞባ ካብ ክልተ ሽሕን ዕስራን ሓደን ክሳብ ክልተ ሽሕን ዕስራን ሓሙሽተን ጥራይ ክሳብ ሰማንያን ኣርባዕተን ሚልዮን ናቕፋ ዝግመት ኣርብዓን ሓደን ፕሮጀክታት ተሃኒጾም ምህላዎም ወግዓውያን ምንጭታት ይሕብሩ። ምስተን ብስም ዋተር ታወር ኦፍ ኣፍሪቃ ዝፍለጣ ጎረባብቲ ሃገራት ዝኾና ሱዳንን ኢትዮጵያን ነዊሕ ጋፕ ናይ ማያዊ ጸጋ ማይ ዝነበራ ኤርትራ ኣብ ሓጺር ዓመታት ነዚ ደረጃ በጺሓቶ ምህላዋን ነዚ ፕሮጀክታት ነዊሕ እዋን ክመርሑ ዝጸንሑ ክኢላታት ክምስክሩ ጸኒሖም እዮም። ተጠቃምነት ውሑስ ማይ ኣብ ከተማ። ካብ ሰላሳ ሚኢታዊት ናብ ተስዓን ክልተን ሚኢታዊት ኣብ ገጠራት ድማ ካብ ሸውዓተ ሚኢታዊት ናብ ሰማንያ ሚኢታዊት ክብ ምባሉ፣ ነቲ ኤርትራ ልምዓታዊ መደባት ምስ ዘላቒ ሽቶታት ዘላቒ ልምዓትን ብምትእስሳር እተካይዶ ጻዕሪ ብዝግባእ ዘንጸባርቕ ኮይኑ፣ ካብ ብዙሓት ናእዳ ኣትሪፉ ይርከብ። ኣብ ኤርትራ ኣብ ቀረባ ዓመታት ጥራይ ክሳብ ሸሞንተ ሚእትን ሰማንያን ዝበጽሑ ዓበይትን ንኣሽቱን ከዘንትን፣ ማያት ማያት ምስርሖም ይፍለጥ። ተጠቃምነት ውሑስ ማይ፣ ማይ ወለድ ሕማማት ርኡይ ኣጉዲልዎ ጥራይ ዘይኮነ፣ ወላ እውን ኣብ ከባቢ ዲጋታት ልምዓት ደረጃ በሪኹ ውሕስነት ምግቢ ንምርግጋፅ ደፋኢ ሓይሊ ኮይኑ ምህላዉ ፀብፃባት የረጋግፁ። ኣብ ቅናት ሳሕል እትርከብ ኤርትራ ከዘንቲ ማያት ክትሃንፅ ምርጫኣ ዘይኮነስ ናይ ህልውናኣ ኩነታት ከምዝኾነ መንግስቲ ኤርትራ ደጋጊሙ ክገልፅ ፀኒሑ እዩ። ጎኒ ንጎኒ እቲ ዓበይቲ ናይ መንግስቲ መደባት ባንኪ ልምዓት ኣፍሪቃ ብስም ድራውት ረዚሊየንስ ኤንድ ሰስቴኔብል ሌቪሊስሁድ ፕሮግራም ኣብ ንጥፈታት ምህናፅ ንኣሽቱ ከዘንቲ ማያት ምስ መንግስቲ ኤርትራ ብሓባር ይሰርሕ ምህላው ዝገለፀ ቺፍ ካውንትሪ ፕሮግራም ኦፊሰር ናይ ልምዓት ባንኪ ኣፍሪቃ ኣብ ኤርትራ ዝኾነ ኬኔስ ኤንያንጎ በዚ መደብ ኣቢሉ ልዕሊ ክልተ ሚእቲ ሄክታር ዝኸውን ግዳይ ፍግረ መሬት ዝኾነ ሕርሻዊ ቦታታት ክፍውስ ከምዝተገበረ ሓቢሩ። ኣብ ህንዲ ንፈለማ እዋን ንኤርትራ ወኪለን ኣብ ኣህጉራዊ ፌስቲቫል መግቢ ዝተሳተፋ ኤርትራውያን ተምሃሮ ኣብቲ መደብ ካብ ኣፍሪቃ ቀዳማይ ደረጃ ብምሓዝ ታሪክ ሰሪሐን። ኣብ ህንዲ ኣብ ዝተኻየደ ኣህጉራዊ ፌስቲቫል መግቢ ዩኒቨርሲቲ ኤስፒፒ ክልተ ኤርትራውያን ተምሃሮ ማስተርስ ኣብቲ ናይ መጀመርታ ተሳትፎ ኤርትራ ሃብታም ምግቢ ቅርሲ ኤርትራ ብምቕራብ ኣብ መንጎ ካልኦት ኣህግራውያን ተምሃሮ ባህላዊ ምልውዋጥ ዘለዎ ታራ ብምንጽብራቕ፣ ከም ናይ ኣፍሪቃ መደብ ቀዳማይ ደረጃ ኮይነን ምዕዋተን፣ ኣብቲ ውዕዉዕ ጽምብል ዓለማዊ ምግብን ባህላዊ መግብን ብዙሓነትን ዝሓዘ ኣህጉራዊ ፈስቲቫል መግቢ ዝተሳተፋ ኤርትራውያን ካብ ዩኒቨርሲቲ ማይሱር ተምሃሪት ድባብ ፍረሚካኤል ከምኡ'ውን ተምሃሪት ጸጋ ምስግና፣ ካብ SPP University፣ ንፈለማ እዋን ንኤርትራ ወኪለን ኣብቲ መደብ ድሕሪ ምስታፈን፣ ካብ ኣፍሪቃ ቀዳማይ ደረጃ ብምሓዝ ታሪክ ሰሪሐን። እዘን ናይ ድሕረ ምረቓ ትምህርቲ ንምክትታል ኣብ ህንዲ ዝርከባ ኤርትራውያን መናእሰያት፣ ዓወተን ነቲ ብሃነን ዘብል ቅመማት እንጀራን ዝቐረበ መግቢ፣ ከምእውን ብሓበራዊ መንፈስ ዝፍለጥ፣ ሃብታም ውርሻ መኣዲ ኤርትራ ዝፍለጥ ጥራይ ዘይኮነ፣ ብተወሳኺ ባህላዊ ምልውዋጥ ኣብ ምዕባይ ሓድነትን ኣወታዊ ኣበርክቶታት ኣብ መንጎ ኣህጉራውያን መንእሰያት ዘለዎ ሓይሊ ዘነጽር ምንባሩ ተገሊጹ። እዚ ምዕራፍ እዚ ማሕበረሰብ ዓለም ኤርትራ ልዑል ሓበን ዝህቦ ኮይኑ፣ እዘን መንእሰያት ዘመዝገብኦ ዓወት ተወፋይነት፣ ቅርሲ ምትሕብባር ኣብ ኣህጉራዊ መድረኽ ከመይ ክደምቕ ከም ዝኽእል ንኻልኦት ዘነቓቕሕ ሓደ ኣብነት ምዃኑ ተገሊጹ። ኣሜሪካዊ ሴኔተር ንኢትዮጵያን ኢሚራትን ብኸቢዱ ከም ዘጠንቀቐ ተገሊጹ። ኣቦ ወንበር ሴኔት ኣሜሪካ መንግስቲ ኢትዮጵያ ኣብ ውሽጢ ግዝኣት ኣብ ክልል ቤኒንሻንጉል ጉሙዝ ሓደ ሚስጥራዊ መሰልጠኒ ማእኸል ዳዕማል ሰሪዕ ከም ዝሃነፀት ሮይተርስ ድሕሪ ምሕባራ ኣቦ ወንበር ሴኔት ኣሜሪካ ጂም ሪች ንኢትዮጵያን ንሕቡራት ኢምራት ዓረብን ሽበራዊ ስያመ ክወሃቦም ብኸቢዱ ኣጠንቂቑ። ከም ዝፍለጥ መንግስቲ ኢትዮጵያ ኣብ ውሽጢ ግዝኣታ ኣብ ክልል ቤኒሻንጉል ጉሙዝ ሓደ ሚስጥራዊ መሰልጠኒ ማእኸል ዳዕመል ሰሪዕ ከም ዝሃነፀት ሮይተርስ ዘካየዶ ደቂቕ ምርመራ ምቅልዑ ይዝከር። እዚ መዓስከር ኣብ ጎረቤት ሃገር ሱዳን ንዝዋጋእ ዘሎ ወተሃደራዊ ጉጅለ ዳዕመል ሰሪዕ ኣሽሓት ተዋጋእቲ ወተሃደራውያን ዘሰልጥኑ ምዃኑ ንምብራቕ ኣፍሪቃ ዞባ ቀይሕ ባሕርን ንምዝራግ ብኢማራት ዓረብ ከም ዝምወል መጋበርያ ኢማራት ኣብ ቀርኒ ኣፍሪቃ ዝኾነት ኢትዮጵያ ይትግበር ከምዘሎ ጸብጻባት ሮይተርስ ይሕብሩ። እቲ መዓስከር ስልጠና ዳዕመል ሰሪዕ ኢትዮጵያ ብቐጥታዊ ተዘዋዋሪ ኩናት ሱዳን ተሳቲፋ ከምዘላ ናይ መጀመርታ ጭብጥ መርትዖ ኮይኑ ይርከብ። ሕብረት ኣፍሪቃን ባይቶ ሰላም ጸጥታ ሕብረት ኣፍሪቃን ዕላምኦም ክወቕዑ ዘይከኣሉ ዳግም ውደባ ዘድልዮም ልሙሳት ትካላት ምዃኖም ኢንስቲትዩት ፓን ኣፍሪካን ኣጀንዳ፣ PAAI፣ ኣብ ዘውጽኦ መግለጺ ኣፍሊጡ። ኣመልኪቱ። ኢዝ ኣፍሪካስ ፕሪሜር ኮንቲኔንታል ኦርጋናይዘሽን ዘ ኣፍሪካን ዩኒየን ፊት ፎር ዘ ፐርፐዝ ኣብ ትሕቲ ዝብል ኣርእስቲ ኢንስቲትዩት ኣጀንዳ ፓን ኣፍሪካ፣ PAAI፣ ኣብ ዘውፅኦ መግለፂ ቀንዲ ዕላማታት ተልእኾታት ሕብረት ኣፍሪቃ ምክልኻል ግጭት፣ ግጭት ንምቁራፅ ጣልቃ ምእታው፣ ውክልና ዘለዎ ተራ ምፅዋትን ብፍላይ ድማ ቀዳሞት ክልተ ዕማማቱ ዝጭበጥ ነገር ክገብር ኣይረኣናዮን ክብሉ ይኸሱ። ስለዚ ሕብረት ኣፍሪቃን ባይቶ ሰላም ጸጥታ ሕብረት ኣፍሪቃን ዝተመስረተሉ ዕላማ ንኸማልእ ክወቕዑ ዘይከኣሉ ፍሹላት ትካላት ምዃኖም ኢንስቲትዩት ፓን ኣፍሪካን ኣጀንዳ ኣብ ጭቡጥ ዝተመርኮሰ መጽናዕቲ ብምግባር ሓቢሩ። ላዕለዋይ ኮሚሽነር ሰብኣዊ መሰል ሕቡራት ሃገራት ኣብ ትግራይ ዝረኣ ዘሎ ወጥሪ ክሃድእ ጸዊዑ። ላዕለዋይ ኮሚሽነር ሰብኣዊ መሰላት ሕቡራት ሃገራት ቮልከር ቱርክ ኣብ ቀረባ እዋን ኣብ መንጎ መንግስቲ ፌደራል ሓይልታት ትግራይን ዝረኣ ዘሎ ወጥሪ ስዒቡ ኩሎም ወገናት ነቲ ግጭት ክጋደድ ካብ ዝገብሩ ንጥፈታት ክቑጠቡ ኣተሓሳሲቡ። እቲ ኩነታት ተኣፋፊ ስለዝኾነ እናገደደ ከይከይድ ንሰግእ። እዚ ድማ ኣብቲ ቦታ ዘስካሕኽሕ ሰብኣዊ መሰላት ሰብኣዊ ኩነታት ዝያዳ የጋድድ እዩ። ክልቲኦም ወገናት ብደገፍ ማሕበረሰብ ዓለም ብፖለቲካዊ ዘተ ምትእምማን ዝፈጥር ስጉምትታት ነቲ ኩነታት ዘህድእ ዝተዋደደ ቀፃልነት ፃዕርታት ክገብሩ ከም ዘለዎም ወሲኹ ገሊጹ። ዝኸበርኩም ተዓዘብትና ንሕጂ ዝበልናዮም ዜናታት ኣብዚ ዛዚምና ኣሎና ኣኣብ ዘለኹሞ ሰናይ ግዜ እንዳ ተመነና ኣብ ዝቕጽል ቪድዮታት ክበጽሓኩም ሳብስክራይብ ዘይገበርኩም ሳብስክራይብ ክትገብሩ ብኸብሪ ንዕድም።